ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻእኹም ደቂ ዓበይቲ ወይ መዓሪ ናይ ልማዕንቲ ቪድዮና ዝኸውን ከዓኒ ፍልይ ብዝበለ ቆንጆ ቪድዮ ይሒዘልኩም መጽኤ ዝኔኹ ንስ እንታይ እዩ ከምዚ ትርእይዎ ዘለኹም ዋጋ ሽፎናት እየ ሒዘልኩም መፅየ ዝኒሆ ብጣዕሚ ደስ ደስ ዝብሉ ሽፎናት ካከም መልክዑ ካከም ደረጅኡ ካከም ብቕዓቱ ዝተፈላለየ ዓይነት ዋጋ ዘለዎ እዩ ክንደይ ብክንደይ እኒሆ ነገረኩም እየ እስካዕ ቪድዮ ፍፃመ ተኸታተልዎ ንቻናለይ ሓደሽቲ ዝኾንኩም ሰብስክራይብ ነባራ ዝኾንኩም ከዓ ላይክ ሸር ብምግባር ኣበረታትዑኒ ላይክ ሸር ንትገብሩለይ ከዓኒ ካብ ልብና መስገንኩ እየ ደቂ ዓበይቲ ወይ ማዓረይ ቅድሚያ ግን ቅድሚ ናብዛ ቪድዮ ምስጋረይ ክብራት ኣሕዋተይ ማለት እዩ ኣብትም ቦታ ዘለኹም ኣብ ስደት ዘለኹም ንሕዋትኩም ሰርፕራይዝ ክትገብሩ ትደልዩ ነቦኹም ነዴኹም ንሕዋትኩም ብቻ ንዝደለኹም ወሰብ ሰርፕራይዝ ክትገብሩ ትደልዩ ብሽፎን ድዩ ዋላ ብካሊእ ዙርያ ድዩ ብጥልፊ ድዩ ብድሌትኩም ዓይነት ኣቕሓ ገዚኤ ክወስደልኩም እትደልዩ ስልኪ ቁጽሪ ኣብ ኮሜንት ክጽሕፈልኩም እየ ክትድውሉ ትኽእሉ ኢኹም ወይ ከዓኒ መሰንጀር ባል ተስፍሽ ኢልኩም ክትረኽቡኒ ትኽእሉ ኢኹም ማለት እዩ ብመሰንጀር ወይ ከዓኒ ቀጥታ መስመር ናይ ኢትዮጵያ ማለት እዩ ኣብ ኮሜንት ክጽሕፈልኩም እየ ደዊልኩም ክትእዝዙ ትኽእሉ ኢኹም እቲ ዋጋ ያው ምስቲ በዓል ድንኳን ከራኸብኩም ይኽእል እየ እቲ ቪድዮ እውን ቀርፀልኩም ንኽእልና ደስ ዘለኩም ኣቕሓ ገዚእኹም ዋጋ ተዋጊኹም ናብ ቤተሰብኩም ወሲደ ሰርፕራይዝ ገብረልኩም ይኽእል እየ ንቤተሰብኩም ሰርፕራይዝ ክትገብሩ ትደልዩ ያው እዚ ትሪእዎ ኣለኹም ብጣዕሚ ቆንጆ ቆንጆ ደስ ደስ ዝብሉ ሽፎናት እንዲያውም ብሙሉ የቀረፅኩዎን ደስ ብዝብል ሽፎናት ተሎ ትመርጹ ትኸእሉ ኢኹም እስኻትኩም ብዝደለኹምዎ ዓይነት ፎቶ ስፌት ማለት እዩ ክተስፊ ትኽእሉ ኢኹም ከምዛ ኣብታ መእተዊ ዝረእኹምዋ ጨርቂ ንሳ ኣነ ባዕሊ ተእየ ነይራ ብደንቢ ተቓረጽኩን ያው ካሜራ ማና ዝዓዲ ችግር እዩ ብደንቢ ዝቓረጽ ሰብ የለና ያው ድሌትኩም ዓይነት ስፌት ኣስፌ ክወስድልኩም ይኽእል እያ ማለት እዩ ደቂ ዓበይቲ ወይ ማዕረይ እና ደውሉ ስለዚ ናይዚ ሽፎናት ዋጋ ክንደይ ተይልና እቲ ዝኸበረ ሓሙሽተ ሚእቲ ቅርሺ እቲ ዝሓሰረ ከዓኒ እስካብ ሰለስተ ሚእቲ ቅርሺ ኣሎ ማለት እዩ ብርግፅ እዚ ቅድሚ ወርሕን ፈረቓን ዝኾነ እየ እቲ ዋጋ ጠይቐዮ ሓዚ ግን ንእሽቶ ምውስኽ ከብል ይኽእል ምስቲ ዶላር እየ እምበር እዛ መእተዊት ዝረኣኽምዋ ናየ ክዳን ንሜትሮ ሓሙሽተ ሚእቲ ቅርሺ እየ ኣቕዲደያ ኣጠቓላይ ክልተ ሽሕ ሓሙሽተ ሚእትን ክልተ ሽሕን ሓሙሽተ ሚእትን ሓምሳን ወዲኤ እስካብ መስፈይታ እስካብ ውሽጢ ቃምሻ ማለት እዩ ቅድሚ ወርሕን ፈረቃን ማለት እዩ ስለዚ ክራት ሓወተይ እዚ ብታሕቲ ትሪእዎ ኣለኹም ቆፀረት ምናምን እስካብ ሰለስተ ሚእቲ ቅርሺ እዩ እዚ ብበትሪ ዝሓዙ ሐዚ እስካብ ሰለስተ ሚእቲ ቅርሺ እዩ ካብኡት ብላዕሊ እኒሄ ድማ ኣርባዕተ ሚእቲ ኣሎ ሰለስተን ሓምሳን ኣሎ ሓሙሽተ ሚእቲ ኣሎ እታ ዝኸበረት ሓሙሽተ ሚእቲ ቅርሺ እያ ነይራ ኣብታ ሰዓት ንሳ ማለት እዩና ሕብሪ ደስ ዝበለኩም ክትመርፁ ትኽእሉ ኢኹም ኣነ ብበዝሒ ዝመርጾ ሰማያዊ ነገር ወይ ከዓ ቆፃል ነገር እየ ዝመርፅ ከምዚ ድምቕ ዝበለ ቀያሕቲ ነገር ብዙሕ ደስ ኣይብለንን ማለት እዩ እና ንስኻትኩም ደሞ ናይ ባዕልትኹም ምርጫ ትመርፁ ትኽእሉ ኢኹም እዘን ሐዚ ብበትሪ ዝነኽዐን ዘለኹ ንሳተን እስካብ ኣርባዕተ እዚኣ ሰለስተን ሓምሳን እያ እዛ ሐዚ የልዕለ ብልያ እኒኹ ሰለስተ ሚእትን ሓምሳን እያ ማለት እዩ እዚ ኣብ ጥቂኡ ዝኒሀ ደሞ ኣርባዕተን ሓምሳን እዩ እዚያት ሐዚ ኣርባዕተን ሓምሳን እዩ ሓሙሽ እዚኣ ሕዚ ኣርባዕተን ሓምሳን እያ ሓሙሽተ ሚእቲ ቅርሺ ዝሽየጥ እውን ኣሎ ማለት እዩ ተደሊኽን ጎርጎራ ተደሊኽን ንስቕ ኢሉ ለማፅ ውሽጢ ቀምሽ ትገብራሉ ትኽእላ ኢኽን ምስ ባዕሉ ዝኸሪ እኒሆ ካብ ኩሉ ብላዕሊ ደስ ዘለኒ ደሞ እቲ ሳፋ- እቲ ሳፌታ ማለት እዩ ኣነስ በቃ ሽፈን ኣስፌ ይፈልጥን ነይረና ዋይ ከመይ ገይሩ ክሰፍየለ ይኹን እናበልኩ ሕዚ ሓንቲ ቆልዓ ዝኾነት ኣብ መንገዲ ሽፈን ትኸድና እንተሪኢ ቆላሕ ኢለ በቃ ሃህ ኢለ እየ ዝርኢ ነይረ ይጥዕመላ ደይጥዕመላን ብቲ ኣነ ዝኣዘዝክዎ ስፌትሲ ከምኡ እዩ ክኸውን ይብል ናይ ገለገሌ ንኣፍ ልበን የኻዲ ስፌት ሞቲ መዓንጥኡ ብጣዕሚ የፅልን ናይ ገለገሌን ደሞ ከምዚ ጥወንግልን ዘበለ ይኸውን ናይ ገለገሌን ደሞ ብቻ ብጣዕሚ ዘፅልእ ይርእ እሞ ናይ ገለገሌን ብጣዕሚ ቆንጆ ይርእና ካብኡስ ናተይ ተሰፊያ መዓዝ እዩ ክሪኣ መዓዝ እዩ ተኸዲነ ክርኢ እናበልኩ ካብኡ ሰፊ ምስ ወድኦ ምስ ተኸደንክዎ ልክዕ ኣብኣ ብደወይ ሰራሕኽዋ ቃስ እንደ ብቻ ከመይ እየ ክነግረኩም ናተይ ናይ ድኤን እየ ስፌያ ኣብኣ ኣደይ በተለይ ብጣዕሚ እያ ዝፈትሻቶ ስፌቱ ንዓ እውን ቆንጆ ገይር ሰፊላ ንዓየ እውን እና ካብ ኩሉ ብላዕሊ ተካብለክ እንደለ እየ ሳፌታ ደግሞ ብጣዕሚ ጎበዝ በቃ ወሓለ ሰብ እዩ ማለት እዩ ልክዕ ኣብኣ ጠጠው ኢልክን ዘስራሕኽና በቃ ብደውክን እዚ ምሳኻትክን ልክዕ ገይሩ ዝሰርሖ እዩ ዝመስል ብጣዕሚ ጎበዝ ፅቡቕ ሳፌታ ከዓ ኣሎ ማለት እዩ እዚ ናይ ሕዚ ቦታ ደግሞ ኣብ ከተማ ዓድዋን ከባቢኣን እዩ ያው ዓድዋን ከባቢኣን እትርከቦ ቤተሰብኩም ሰርፕራይዝ ክትገብሩ ትደልዩ እሞ ደውሉ። እዘን ታሕቲ ዝኒዋ ብበትሪ ዝነክዐን ዘለኹ እስከ ኣርባዕተ ሚእቲ ቅርሺ እየን ማለት እዩ ኣርባዕተ ኣርባዕተን ሓምሳን እየን እዚኣተን ብበዝሒ ሰብ ካብተን ቀያሕቲ እዩ ዘስፊ እዚኣተን ሓሙሽተ ሚእቲ ቅርሺ እየን ዘነ ማእኸል ዝኒዋ ደቀቕቲ ዕምበበአን ሓሙሽተ ሚእቲ ቅርሺ እዚኣ ሓሙሽተ ሚእቲ ቅርሺ ሳሕዚ ብጣዕሚ ፈትየያ ነይራ ግን ግን ደሞ እቲ ሓንቲ መሪፀ ማለት እዩ እዚ ኣበኡ ንሽተን ስፍሕ ኢልንሲ ኣይመረጽክወን እምበር ኣርባዕተን ሓምሳን እየን እቲኣተን ድማ ሓሙሽተ ሚእቲ ቅርሺ እየን ማለት እዩ እዚ እስካብ ኣርባዕተ ሚእቲ ቅርሺ ይቐንስ እዩ እና ደቂ ዓበይቲ ወይ ያው ካብ መዓልቲ ናብ መዓልቲ ዋጋ ክፈላለ ይኽእል ወርሕን ፈርኣን ክገብር እዩ ዝርአይዎ ኣርባዕተ ሚእቲ ቅርሺ እዩ ኣርባዕተ ኣርባዕተን ሓምሳን ሰለስተን ሓምሳን ሰለስተ ሓሙሽተ ሚእቲ እታ ዝኸበረት ሓሙሽተ ሚእቲ ቅርሺ ይኸው እዚኣ ሓዚ ሓሙሽተ ሚእቲ ቅርሺ እያ ግን ደሞ እዚ ንዓየይ ደስ ኣይበለንን እንታይ ከም ዝኾነስ በቃ ደስ የብለንን እዘን ክዳውንቲ እዚኣተን ካልእ እየ መሪፀ እዛ ኣብታ መእተዊ ዝረኣኽንኣ መሪፀያ ግን ብጣዕሚ እየ ፈትየያ ማለት እዩ ካብ ኩሉ ብላዕሊ ስፌቱ ፈትየዮ ኣፍ ልበይ ቆንጆ ገይሩ ኣፍ ልብኽም ደንቢ ከምዚ ጋሕ ዘይበለ ቆንጆ ገይሩ ሰፊለይ ፈትየዮ እና ያው ትእዛኒ ትኽእሊ እያ ናብ ቤተሰብክን ከብፅሐልክን ይኽእል እያ ብልክዐይ ዝኾይኑ ብልክዐይ የስፍየ ወይ ከዓኒ ናታትክን ዓቐን እንድሕር ትፈልጦ ኮይንክን ክንድዚ ክንድዚ ቁፅሪ ተልክንኦም ክሰፍየልክን ይኽእል ወይ ከዓኒ ኣቕሪብና ወይ ከዓ ያው ቅዱድ ዝመፅዋኢ ገዚእናለ ንወስደልኪ ንኽእል ኢና ናብ ቤተሰብክን ማለት እዩ እና ደውላ ዓብይትን ቦታ ኩና ናብዚ ቦታ ይምችወ ክረ ትወስድልና ደልክን እውን ክደውላ ትኽእላ ኢኽን ክትጥይቃን ትኽእላ ኢኽን ያው ኣነ ብዓድዋ ስለ ዘለኹ እዩ ማለት እዩ እና ክብራት ኣሕዋተይ ናይ ሎማዓንቲ ቪድዮ እዚኣ ትመስል ነይራ ላይክ ሸር ሰብስክራይብ ምግባር ደሞ ኣይትረስዑ ክብራት ኣሕዋተይ ብጣዕሚ እየ ዝፈትወኩምን